ከመይ ኣለኹም ክብራት ተዓዘብቲ ወልከም ባክ ቱ ማይ ቻነል ቫልተር በሃል ወይ ሪመይ ይፅዋዕ ማለት እዩ ሎሚ ዓንቲ ከዓ ሪኣክሽን ኢና ክንገብር ናይ ኤሪትሪያ ቲክቶክ ፋን

ውርይቲ ስነጥበባዊት መረብ እስቲፋኖስ ሓዳር ጀሚርካ ምስ በዓልቲ ቤትካ መሓዛኣ ዝነበረት ሓዳር ብምግባርካ እንታይ ስምዒት ፈጥረልካ?
እዋእ ጽቡቕ እዩ ካብ ዝተፈላለዩ ሰባት ኢኺ ኢልክያ እዛ ሕቶ ምሽ ሓቀይ? እወ ብጣዕሚ ብዙሓት ስለዝኾኑ ክጽውዖም ኣይክእልን እየ። ቡር። እታ ሕቶ እንታይ እያ ትብል ንስነጥበባዊት ሳሊና ገብረሃንስ ኣብ ዝሰማዕናዮ ኢንተርቪው ንሳ ብዘይ ፍላጣ ምስ ሓዳረይ ኣለኹ እንዳበለት ገዲፍካያ ከም ዝተመርዓኻ እያ ትብል እታ ሕቶ ስለምንታይ ኢኻ ንሳሊና ጠሊምካያ? ንምንታይ?

ኣቱም መዓኮር ከም እንታይ ደደ ዝጠቀም እዩ ዜና ሓሪኡ ሓሪኡ መሊኡ ሓሪኡ መሊኡ ዒባ እዩ መሊኡ ትብሉ ሰባት ማለት ሕጂ ካሪእኩም እዩ እንታይ ከም ዝሓራነ ኖ ዞ እዚኣ ትመስል ማለት ሕጂ

ኣይይ ልበሰለ ኮሚደረ እኮ የምሲል ካርፍየዋ ነገሩ ኮሚደረ ብ ልኸበረሉ ሰዓት ኮሚደረ ልመስል ገጽ ምርኣይና ተመስገን እዩ ትዕድልቲ እዩ ታይ ድኣ ክግበር ይኽእል። ሰላም ምኽሪ ንኣዋልድ ኣሕዋተይ እዚኣ ትሪኣ ዘለኽን ሕብራ ባኮኣ ሮዛ እዩ ካብ ፈርማሲ ከድና ክነምፀኣ ንኽእል ኢና ሽዱሽተ ሓባ እያ ትሕዝ ብዘይ ናይ ዶክተር ወረቀት ክንገዝኣ ንኽእል ኢና ኖርማል ካብ ፈርማሲ ናይ ማሕፀን መሕፀቢት እያ ውሽጣዊ ኩሉ ናይ ፅርየት ሓንቲ ግደፊ ሰብኣይ እኮ እየ ግደፊ ግደፊ ኣይትድፈርኒ ግደፊ

ንስኺ ደኣ ንመን ኢኺ ብሎክ ክትገብርዮ ዋልታ ነጂፍ። መን እያ እዚኣ? ማዓኮር
ጭኑቕ ተጨነቕ ኢልካ ኣይትጨነቕ። ጭኑቕ ንዘይተጨነቑ ከይጭንቕ ኢሉ ስለዝጭነቕ ጭኑቕ ተጨነቕ ኢልካ ኣይትጨነቕ።

ፖው ቁርፂ ማለት ኤርትራውያን ንፍቕሪ ኣዲሽን ንልግሲ ዲቪዥን ንፍቕሪ ማልቲፕሊኬሽን ሎሚ ክብለልኩም እየ እስኪ ትሽም እዋይ እስኪ

እዛ ሪሜክስ ናተይ ኣይኮነትን በኢነው ክሬዲት ኮስተ ላይ ኤኒዌይስ እዚኣ ከዓኒ ንህፃናት ደቆም ተዘይርኣኹም ዝሓሸ ምኳኑ በዚ ምድንጋር ከይፍጠር ንዓበይቲ ጥራያ እዚኣቶም ንኣሽቱ ትሕቲ ዓሸሞንተ ዓመት ውፁ ትምህርቲ ስለዘድልየኩ ማለት እዩ ሕጂ ንጀምር ትምህርቲ ትምህርቲ ዓንዲ ሕቆ መስበርቲ ትምህርቲ ትምህርቲ ዝብልዋ ክትግደፍ ኣለዋ ትምህርቲ ማማ ኡይ በሊ ባባ ኡይሉ

ሰላም ሰላም ሰላም ክቡራት ሰባት ሎማዓንቲ ኣነ መፂእኩም ኣለኹ እዚ ክዛረብ ዝደለኹ ድማ ብዛዕባ እዚ ኮመንት እዩ ስምዐና ሓፍተይ ዲኸ ዋላ ሓወይ ክብለከ ከምዚ ዓይነት ዝዛረብ ሓወይ ሓፍቲ ጓ የብለላ መግለፂ ሶ እቲ ቪድዮ እንተሰራሕክዎ ዝኣተወ እየ ደጊመ እምበር ባዕለይ ኣይኮንኩን ኣምፅዮ ቀዳማይ ነገር